ብዛዕባ ሽግረ ሓደ ሰብ ኤርትራዊ መጺኡ ዘምጽስ መምሃሪ ምገበርኩ ኔረ ሰብ ኣይትዛረብሉን ኢኹም ግን ንዓይ መምሃሪ ምገበርኩ ኔረ ሰብ ኣነ ቢለን መጺኻ ኣብ ጥቓይ ኣይትዛረብን ኢኻ ኮተሊኽ መጺኻ ኣብ ጥቓይ ኣይትዛረብን ኢኻ ዋላ ሎቕማጽ ኤርትራዊ ዋላ ካልእ ተስላማይ መጽ ኣብ ጥቓይ መጺኻ ኣይትዛረብን ኢኻ ግን ረሃጽ ደቂ ሰባት ረእይዎም ንሞኒካ ከምዚኣ ጌርኩም በዓል ቀሺ ሙሴ ዘለውዋ ከምዚኣ ጌሮም እዮም የንብዕዋ ነይሮም ፈንጺጋቶም ወጺያ ሕጂ በቃ መሊኻቶም ሕጂ እውን ረእይዎ ናይ ወዲ ሓጂ ረእይዎ ሓደ ጸላኢ ይብልን ወዲ ሓጂ ጸላኢ ዝበሃል የብሉን ጸላኢ ድብታ ኦፊስ ዘለኹም ትሕስቡ ኢኹም እቶም ሓሰውቲ ኣዋልድኩም ሸይጥኩም ኢኹም እኳ ትበልዑ ኤርትራውያን ኣዋልድኩም እኳ ንመሸጣ እየን ቀሪበን ዘለዋ ኣዴታት እኳ ዓሰርተ ዓሰርተ ኪሎ ኣርቲ ገይረን ኣዲስ ኣበባ እየን እኳ እታ ሃየታ ሰላም ዕድ ተዓፅያ እታ ንእሽተ ተጫንዋ ነበርኩም ሰላም ተዓፅያ ተለኲታ ሄይ ሓደ ኮይና ሓይንጅ ድሓን እታ ናይ ኮታሊክ ድሓን ሸረን ንበላ እዚ ናይ ኣብዚ ዝግበር ዘሎ ኣብቲ ስዒድ ተወከል ምምፅኡ ቅድሚ ስዒድ ተወከል እውን ብዙሕ ይዛረቡ ነይሮም ድሕሪ ስዒድ ተወከል እውን ሕጂ ፀርፍታት በዓል ላቕዋን ጎጆን ልኢካ ነዚ ህዝቢ ሰራየ ሓደ ወዲ ሰራየ ዝፀረፈ የለን ኣዴታቱ እናተፀርፈ ማለት እዩ ብስነ ስርዓት ስቕ ኢሉ ይሓልፎ ኣሎ ሕጂ እዚኦም ሰባት እዚኦም እንታይ ዕላምኦም እዚኣሲ ብጣዕሚ ከቢዳቶም ወይ ከኣ ንምንታይ እስልምና ጽልኢ ናይ እስልምና ድዩ ከምኡ ዘግብሮም ዘሎ ወላ እቲ ዕላምኦም ዓባይ ትግራይ ትግራይ ትግርኚ ክስራሕ ስለ ዘይክእል እዩ ብቶም ኣስላም ሕጂ ኤርትራውያን እንድሕር ሓቢሮም ሕጂ ኣብቲ ናይ ዕለት እንዳ ዒስራ ዝገበርዎ ብምሉ ናይ ኤርትራዊ ኣነሲ ኤርትራ እየ ውዒለ መጸ እቲ ሓደ ካብ ኣከለጉዛይ ትረኽቦ ብምሎም እቶም ዝደየቡ ኣብቲ ስቴጅ ብምሎም ኣከለጉዛይ እዮም ማማ ሂወት ኣከለጉዛይ እያ ስዒድ ተወከል እውን ኣብ ኣከለጉዛይ ይውለድ እዩ ከምኡ እውን ብምልኦ በቃ ከፈተ ብርሃን ነይሩ እሱ እውን ወዲ ዓሳውርተ ኮይኑ ኣከለጉዛ ማስቲካ ማስቲካ ነይሩ እሱ እሱ ጀማሪ እዩ እሱ መጀመርታ ጀሚሩ ብምልኦም እዚኦም ኣከለጉዛ እዮም ሕጂ ማዕረ ክንደይ ኣብ እንታይ ተማሂርካ እንተልካኒ ኣውራጃውነት ፅልኢ ከም ዘይብሎም ሃገራውያን ቃልሶም ቃልሲ ሃገራውያን ወዲ ሙሳ እዚ ከምዚኣ ጽሕፈለይ ዘሎ እዚ ከምዚኣ ኢዱ ዝሰደለይ ዘሎ ወዲ ዓሳውርታ ኮይኑ ወዲ ኣከለጉዛ እዩ ብምልኦም ቶም ዝበዝሑ ሙስሊሚን ሓቂ ንምዝራብ ደቂ ዓሳውርታ እዮም ፊስካ ናይ ስዒድ ተወከልባ ጥብ ኢሎም ካልኦት ስዒድ ንከይትንከፍ ዝመጹ ነይሮም መብዛሕትኦም። መብዛሕትኦም ተዳልዮም እዮም መጺኦም። ብርጌድ ንሓመዱ እንተመጺኣ ንስዒድ ተወከል ወይ ንወዲ ሓጂ እንተተንኪፋ ሎሚ ገለ ነገር ምሰዓበ ነይሩ። እሶም እውን ተረዲእዎም። ስዒድ ተወከል ካብ መን ምዃኑ ይፈልጡ እዮም። ሓዊ ዝበልዑ እዮም እዚኦም ሰባት እዚኦም። ሓዊ ኣብ ኣንካላ ዝኹልሱ እዮም። መጺኦም ማሻላ ዓሌሆም ጽቡቕ ውዒልና ብ ብጣዕሚ ኣብኡ ዝነበረ ከኣ ስነ ስርዓት ኔሩ ከምዚ ድሲብሊን ቦሊስ ኣየድልየካ ወላ ከምዚ ብጣዕሚ ብድሲብሊን ተወዲኡ ከምኡ ውን እወ ሸብ ከሸግሩኻ እዮም መምህር ኣፎርቂ ደሓን ደሓን ኣጥፊእ ኣሎ እወ ተሊፎን ተሊፎን ካልኣይ ኣለካ ወላ ሓንቲ ተሊፎን እያ ዘላትካ ደሓን እ፣ ጠጠው ኢሉ ኣሎ ምናልባሽ ኣድላይ ሰብ እዩ ዝኸውን ዓፅዩ ኣሎ እወ ኖኖ ክትኣቱን ከለኻስ እስኻ ን- ሕጂ ደሓን ኖርማል ኣብ እወ ናትካ ላይፍ ክትገብር ከለኻ እታ መሰንጀር ትድምስሳ እወ ከምኡ እየ ዝገብራ ኩሉ ሻዕ እወ ዕቲ መብራ ክወርቂ ኤርትራ ጨንየ መፅየ ኣነ ምስ መንሽሙ ከማን ውዒለ ምስ ኣዴና ሰይቲ ባባዮ ይፀርፋ ነይሩ ታስካር ይብል ነይሩ ታስካር እንታይ ኢሉ ናይ ወዲ ዓሊ እንድሕር ጠፊእዎ ኣነ ከዓ ከኮልሰካ እየ ዓወት ሻውሽ ጆም ዝብልዎ ዓወት ባሹሽ ከኮልሰካ እየ ምክንያቱ ወዲ ዓሊ ከም ዝጠፍኦ
እረይ ሚት ጌርካ ኣለኻ ወዲ ሓጂ እወ እዚኣ እዚኣ ሰይቲ ባባይ እያ መምህር ኣፈወርቂ ምስዚኣ ውዒለ መፀ ሰብኣያ እዚኣ ሰ- እዚኣ ሰይቲ ባባይ ሰብኣያ ምስ ሓፍቱ እዩ ተኣሲሩ ዘሎ 27 ዓመት እዩ ተኣሲሩ ዘሎ ያ ባባይ ዘይፈልጥ የለን ሕጂ ነዚኣ ሲ እንታይ እዩ እዚኣ ፃርፋ ነይሩ ፅቡቅ ኮነ ሰብኣያ እዚኦም ጂ 15 ፅቡቅ ኮነ ይብል ነይሩ ቪድዮ ካስምዓካ ክእል እዮም ራፎርቅ ምሳይ ኣሎ እወ ሰሚዐ እንዴ እወ ኣብቲ ኣብኣ ቀፅል መምህር ኣፈወርቂ እንተፍቂድካለይ እዚኣ ርእሰይ ተረው ተረው ተረው ብራው ትብላ ኣላ ብራዎ ሓንቲ ሕጂ ጋራ ኣባ ተስዕብ እያ እሞ ወዲ ሙሳ ኣድሚን የብልካን ድዩ መን ደኣ ከመይ ገይረ ወሲዱ እያ ፅናሕ እስኪ ፅናሕ እስኪ ኣድሚን ክባካ እሞ ወዲ ሙሳ ኣና ካብ መን ክወስደ እስኪ ቀፅል መምህር ኣፈወርቃኒ ኣራይ ፅቡቅ ኣብቲ መንእሰይ ስራየ ዝገብርዎ ዘለዉ ወይ ከዓ ኣብቲ መንእሰይ ትግረ ወይ ድማ ኣብቲ መንእሰይ ኣስላማይ ብሓፈሻ ዝገብርዎ ዘለዉ እቲ ሓይሊ ይፈልጥዎ እዮም ኩሉ ሻዕ ንመንእሰይ ስራየ የዳናግሮ እዩ እቲ ሓይሊ ናይ ኤርትራ እምበር ክገርመካ ከምዚ ህዝቢ ሰራየ ብጃህራ ዘይኮነ ንዕላምኡ ውፉይ ዓቕሊ ዘለዎ መንእሰይ ካብ ቀደም ዋላ እዚ መንእሰይ ቆሓይን በል ዋላ መንእሰይ እዚ ማጫዕዳ በል እዚ መንእሰይ ትምዛኣ በል መንእሰይ እዚ ኩሉ ድምር እኹል እዚ መንእሰይ እቲ ሓይሊ ናይ ህዝቢ ኤርትራ የዳናግሮ እዩ ነዚ መንእሰይ ንመንእሰይ ኤርትራ ንመንእሰይ ሰራየ የዳናግሮ እዩ እምበር ኣብ ቅድሚ እዚ መንእሰይ ሰራየ ዝጸንሕ ሓደ የለን። ብዓቕሚ ምፃ ፊዚካል ምፃ ብትምህርቲ ምፃ ብዝተፈላለየ ነገር ብዝተፈላለየ ነገር ሕጂ ሓደ እቲ መንእሰይ ስራይ ኣማኒ እዩ እምነት ኣለዎ እምነት ሃይማኖት ኣለዎ ሃይማኖት ዘለዎ ሰብ ከዓ ኩሉ ሻዕ ሓይሊ ኣለዎ ሃይማኖት ዘለዎ ሰብ ሓይሊ ኣለዎ ተዛሪቡ የስምዕ ወቑዑ የድምዕ ዝኾነ ነገር ሕጂ ታይ እዩ ዘሎ መሲልካ ወዲ ሓጂ ሓወይ ኣብዚ ፈሪሓ ዓሰብ ትገድፈና ንበዓልና ዓይ ሕጂ ኣብዚ ብፍላይ ንኣፈወርቂ ግርማይሲ ፈሪሓ ሂወታ ከይተጥፊኣ ትገድፈኒ ንበዓልና ዓይ ናይ ሓቂ ኢና ከዓ ንዛረቡ ሎቕማፅ እንድሕር ደኣ ኮይኑ ወዲ ሙሳ ሓደ ሓደ ፅሓፍ ወዲ ሙሳ እወ ሎቅማጽ እንድሕር ዳኣ ኮይኑ መንእሰይ ተሰማዕነት የብሉን ሎቅማጽ ኩልሻዕ ሎቅማጽ እዩ ሓሳዊ ሃይማኖቱ ዝሸይጥ ዕላማ ዘይብሉ ነንሕድሕዱ እውን ኣይተኣማመን እዩ ነንሕድሕዱ ይተኣማመን እዩ ሃይማኖት ዘለዎ ሰብ ይተኣማመን እዩ ሕጂ ንሳ እዮም እታ ዝፈርሕዋ ዘለዉ እቲ እስላማይ ይተኣማመን እዩ ኣብ ነንሕድሕዱ እቲ እስላማይ እዚ ዋላ ዓሰርተ ሻብ ቆጨውጨው ኢሉ ይዛረብ እምበር ይተኣማመን እዩ ኣብታ እምነት ብጣዕሚ እዩ ዝተኣማመን እዚ መንእሰይ ስረኻ ልክዕ ኮፒ ኣብይ ቢዝነስ ዝተፀግዐ ሰብ ነብሱ ከማን ኣይኣምንን እዩ ትረፍ
እምረ ፈወርቂ ሓንሳብ ሽጋራ ክትስሕብ እሞ ቴዲ ከዓ መፅኡ ኣሎ ኣብዚኣ ቴዲ ሰላም በሎ ቴድሮስን መግለፂ ናቱ ክህብ እዩ ቴድሮስ ሰላም ዘለዎ ምሸት ክነምስ ኢና እንሻ ኣላ ብዙሕ ክንመሃር ኢና ካብ ቴድሮስ እውን መምረ ፈወርቂ ቀፅል ሕራይ ሕጂ
ኣታክ ዝገብርዎ ዘለዉ ሕጂ ኣየርክቦን ኢዮም ነቲ መንእሰይ ስርዐ ወዲ ኢዩ ምናልባሽ ኣነ እንድዒ ሎቅማጻት ናቱ ሓሰውቲ ናቱ ጌሩ ገለ ገለ ሰባት ካይ የብልዎ እምበር ሕጂ ከዳናግርዎ ኣይክእሉን ኢዮም እንዳ ሃየን ከዳናግርዎ ኣይክእሉን ኢዮም ዝመጸ እንተመጸ የዳናግርዎን ኢዮም ምክንያቱ ዝተኣሳሰር ሕብረተሰብ ኢዩ። ኢልካ ኣብቲ ውዒልካ ቫቲካን ክትመስል ኣብቲ ውዒልካ ትግራዋይ ክትመስል ኣብቲ ውዒልካ ኣምሓራይ ክትመስል ኣብቲ ውዒልካ ዩክሬን ክትመስል ኣብቲ ውዒልካ ክስታይ ክትመስል ኣይኮነን ቅንዕና ኣሎ ተግባር ኣሎ እዚ ኢኻ እቲ ሓቂ ሓቂ ዝበሃል ሰብ ክኣምኖ ክትኣምኖ ዝኽእል ብመጽሓፍ ቁርኣንን መጽሓፍ ቅዱስን ተኣማሚኑ ልቡ ተራኺቡ ክኸይድ ከሎ እዩ ዘፈላለዩ ሓኻማይ ገደብ ዘለዎ ዘተኣኻኽሙ ከዓ ገደብ ዘለዎ እዚ እዩ እዚ መንእሰይ ምስልምና ሓውና ኣባል ኣይኮንን ከይድኹም ወዲ ሃገር ስለ ዝኾነ ምስኦም ጠጠው ኢሉ ውዒሉ እንጂ ኣብኡ ነይሮም ክንደይ ሎቕመፅመፅ ክብሉ ዝመፁ ሰባት ከመይ ገይሮም ሒዘሞ ውዒሎም ከመይ ጌሮም ከም ኣኪሎማ ውዒሎም ዘይገብርዋ ደኣ ሕጂ ደኣ እቲ ፈኸራታት ዝገብርዎ ዝነበሩሲ ዘይከልኡ ከይዶም ደኣ ዘይርብሽዎም ነበሩ ኮኳዕዳ ክትፈሪ መርየት ጃህራ ብጃህራ ዝንደቕ ነገር የለን ብፈኸራ ዝንደቕ ነገር የለን እዛ ሃገር መን ኣበርኪትላ መን ሰሪሕላ ኩላ ትፋለጥ እያ መንከ መንከ በሊዕላ ከኣ ትፋለጥ እያ ቤት ፍርድታት መን እዩ ዝሻቕል ዘሎ ሰብ ኣብ እሱር ቤት መን እዩ ዘዋር ዘሎ ሰብ ኩላ ትፋለጥ እያ መን እዩ ከብ ግንባር ዘሎ ትፋለጥ እያ ሕጂ ክንርድኦ ኣለና ብፍላይ ብፍላይ ከም በዓል ኣፈወርቂ ግርማይ ፈንፂጎም ኹም ዝወፁ ሰባት ደሓን ግን ኣነ ከም በዓል ወዲ ሓጂ ትገብርዎ ዘለኹም ንወዲ ሓጂ ግደፉ ኣይተዋጽኣኩምን እያ ናይ በዓል ሞኒካ ንብዓት እንታይ ገሩኩም ትፈልጡ ኢኩመ በዓል ቀሺ ሙሴ ኣብ ኣመሪካ ከድካ ከምቲ ድርበ ኮይንካ ኢካ ሎቅማጽ ሰራቂ እንታዴካ ክትገብር ምስ ናይ ልብያ ሰብሰርቲ ትራከብ ነርካ ስጋብ ድሮ ኣብ ቭድዮ ኣለኩም እቲ ናይ ቀሺ ሙሴ ናይ ቀሺ ሙስየ ውርደትን መከራን ካብ ኤውሮጳ ክስጎግ ከሎ ኣብኡ ኣለኩም ስምዕዎ ንስቲ ጠበቓ ኮይኑ ንመጀመርታ ግዜ እዳ ተዛርየ ሎቕማጽ እንታይ ክትገ ንስኻ ቀሺ ቀሺ ኮንካ ኢልካ ቀሺ ኢኻ ንስኻ ንስኻ ቀሺ ኢኻ ኢልዎ እዎ ቀሺ ቀሺ ኢኻ ንስኻ ቀሺ ኮንካን ርኹስ ኢኻ ንስኻ ኢልዎ ትጻዕዳ ከምዚ ዝኣመሰለ ውርደትን መከራን እንዳ መልሓስካ እንዳሓረርካ ትበልዕ እንድሕር ደኣ ኮይንካ ናይ መወዳእታ ጥፋእት ኣባኻ እዩ ትማሊ ሰብ መይቱ ሓደ ወዲ ዓራቶ ኣነ ኣጋጣሚ ክገርመኩም ሲ እዛ ዘውድርያ እያ ሓፍታን ዘውድርያ ሰይተኮያ ኣላ ኣጋጣሚ ብከምኡ እየ ዝፈልጦም ቶም ስድራ ቤት መዋዕሎም ገምገም ገምገም ይኸዱ ነይሮም ኣብቲ ኬንያ ግን ምንባኣ ሞይ ሞይትስ ዝተመልሹ ኣንታ ቆልዑት ከወሊዱ ዶ ገለ መለብስስ ዝተመ ኬንያውያን ተሓዋውሾም እንዲዮም እንታይ ኣይፍለጡን ከማን ጎቦ ጎቦ ትኸይድ ኣለኻ ሰባት ጉልበት ሰብ ክትበልዕ ኢኻ ናብ ኤርትራ ግን ኣይክትኣቱን ኢኻ ጎቦ ጎቦ ከምኣ ኢልካ ክትጠፍእ ኢኻ ጀነሬሽን ሰለስተ ጀነሬሽን ክልተ ጀነሬሽን ወፅሒካ ኣለኻ ጎቦ ጎቦ ከምኣ ጌርካ ክትጠፍእ ኢኻ ንግዚኡ ክትጠፍእ ኮለኻ ግን ሰብ ተሻቕል ኣለኻ ሰብ ትገፋዕ ኣለኻ ሰብ ተዋርድ ኣለኻ ክትቃወም ስምረት ኢልካ ጀሚርካዮ ኣበይ ኣብፅሒካዮ ስምረት ባዕልኻ ኢኻ ጠፊእካ ሳግም ነርካ ባዕልኻ ኢኻ ጠፊእካ ማዕበል ያእክል ነርካ ባዕልኻ ኢኻ ጠፊእካ ጎቦ ጎቦ እንዳኸድካ ከም ዝብኢ ወይ ከዓ ወሰን ወሰን ኤርትራ ከም ዘይትኣቱ ኣይንፈልጥ ኢና ፅቡቅ ጌርና ንፋለጥ ኢና ግን ረሃፅ ደቂ ድኻታት እንዳበላዕካ ጥዑም ከይመስለካ ጥዑም ከይመስለኩም ረሓት ደቂ ድኻታት ሀይ ተጋርዛ ዘየድሕንኹም ዳ ኣብ ውሽጢ ገዛ ኣትዮም ሸውዓተ ሽሕ ክፈሉ ይብልኹም ኣለዉ ዘየድሕንኹም ዳ ሽዱሽተ ሽሕ ክፈሉ ይብልኹም ዓሰርተ ሽሕ ክፈሉ ይብልኩ ዓለም ቢዝነስ እያ ባዕልኹም ዘላመድኩሞ ዘየድሕንኹም ዳ ሕጂ ዘየድሕኑና ወየዳ ድሕና ብድሕና ምሽ ትብሉ ነርኩም ነስኹም ደቅኹም እዮም ዝብልዑ ዘለዉ ወዲ ግርማ ደቂ ሓፍትያ ልበጥ ኢሎም ኣለዉ ኤርትራ ይሰርሑ ይጽንቡሉ ኣለዉ ወደይ በጥ ኢሉ ኣሎ ኣብ ኤርትራ ስሪህጽ ይበልዕ ኣሎ እህባይ ወሰን ወሰን ክትከዱ ኣይ ገንዘብኩም ኣይ ንሃገር ኣይ ንእኽሪ ንዝኽሪ ከም ኣይኩም ጠፊኡ ግን ርሂጾም ዝበልዑ ደቂ ሰባት ከምዚ ጌርኩም ግዳይ ትገብሩ ትሽዓተ ሽሕ ትሽዓተ ሚእቲ ሕጂ መን ክኸፍሎ እዩ ክልተ ሽሕ ሕጂ ዝውስን ዝቆልዓስ ከመይ ዝኸፍሎ ስቓይ መከራ ኤእ ኣቡነ ገሪማ ኣቦይ ኣልዩ ኤርትራስ ንዓኹም ስዑንጉለ ድኣ ትኾነኩም ትኸውን ከምዛ ዘለኹማ ዳውን ዳውን እንዳበልኩም ድኣ ትጠፍኡ ትኾኑ ርጉማት ዘርኢ ርጉማት ንርጉማት ኣቦታትኩም ከምኣ ገይሮም የታሉና ነይሮም የታሉ ነይሮም ፈቐዶ ናኹራን ፈቐዶ ዓዲ ኋላን ፈቐዶ ማርያም ግብን ስጣልያን ወጊኖም ዘይተገብረ ነገር የለን ከዳዕ ካብ ከድዑ ኣይሓልፍን እዩ